ሰላም ኣሕዋት ኣብ ናይ ሎማዓንቲ ቪድዮና ኣብዚ ማሕበራዊ ሚድያ ሓደሽቲ ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ ካብ ዕስራን ትሽዓተን ክሓልፍ ዘይብሉ ዕድመ ከኣ ትመርዖ። ንኹላትኩም ተጨኒቅኩም ብዛዕባኡ ትሓቱኒ ከኣ ግዴታ እዚ መልሲ እዚ ብዛዕባ እዚኣቶምን ካልኦትን ብሓደ ኮይና ክንርኢ ኢና ሰናይ ጻንሒት ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማይ ናትኹም ተመሊሰ መፅየ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን ንሱ ይሰኣን ብምቕፃል ኣብ ናይ ሎምዓንቲ ፊልዮና ከም ዝተለመደ ክንስሐቅ ክንጫወት ክንዘናጋዕ ኩሉ ሙሉ ኣብ ቦታና ተረኺና መፂና ኣለና ቅድሚ ናብ ፊልዮና ምታይና ግን ነሻነ ዝሓደሽ ዝኾንኩም ሳታ ኣሊኹም በይዛኹም ቻነልና ዓሰርተ ሽሕ ክንመልእ ተወሰነ እዩ ተሪፍና እስቲ እስቲ በቃ ያኩያ ተወሰነ እያ ተሪፋትና ኩላትኩም ትርእዩ ዘለኹም ሰብስክራይብ ምግባር የተረስዑ ብምቕፃል ድማ ላይክ ምግባር ግዴታ እዩ ኩላትና ላይክ ንገር ሕዚ ናብ ቪድዮና ክእተኩም እየ ክሳብ መወዳእታ ቪድዮና ምሳኹም ክትከታተሉ ብክብረይ ዝሓትት ሰናይ ፃንሒት እሺ ኣሕዋት እዚ ቪድዮና መጀመሪ ክኾነና ብዚኣ ንጀምር
ዝኾነ ሰብ መዓስ ክምርዖ ኣለዎ እስኪ ትብሊ እሺ ትምህርቱ ወዲኡ ተመሪቑ ካብ መራሒ ሃገር ንሱ መራሒ ሃገር ዝምድበልካ ህያብ ወሲድካ ስራሕ ኣገልጊልካ ንሃገርካ ብፅቡቕ ስራሕካ ሰሪሕካ እውን ካብ ዕስራን ትሽዓተን ክሓልፍ ዘይብሉ ዕድመኻ ትመርዖ

ኖኖ ከምዚ ዓይነት ቆራጽ ዝኾነ መልሲ ይግባኣኩም እዩ
እሞ ኣነስ ንስድራይ ነጊረኒ ሕጂ ምስ ሶሲ ትበሃል ሶሲ ኣብየል ኣዲኣ ከዓ ፍናን ብርሃነ ትበሃል ክምርዐ ኢሉ እሞ ሕጂስ ንስድራ እንታይ ክብሎም ማለት እዩ እንታይ እየ ክብሎም ማለት ሕጂ እንታይ ይገብር ኖኖ ኣሎ ኣይሰማዓትን እንትብሎም ኣይሰማዓትን

ሕዲ ድሕሪ ዕስራ ዓመት ገለ ዝውዳእ ስለ ዝኾነ ንሱ ኸኣ ምጽባይ ስለ ዘሕሸካ እዩ
እሺ ኣሕዋት እንታይ እዩ ዝብል ነገር እንታይ እዩ ዝፍጠርሎ ማለት ሓና እኮ ኣብዚ ናዛ ቆልዓ እዚ ዕድመና ሃለና ኣብ ስረንካ ሽንካ ትሓድረሉ ነበረ ዕድመ ነይሩ ትሽዓተ ዓመት ማለት ብጣዕሚ ቆልዓ ግን እንታይ ንገብር ኣሕዋት ግዜ እዩ ማለት ብሽዑ ግዜ ከምኡ ነይሩ እዚ ድማ ብግዜ እና ሎሚ ትርእዎም ኣለኹም ና መርዓኦም ይሓስቡ ገና ሸዓንተ ዓመቶም ኮይኖም መዓዞም ንምርዐውስ ወዲኦሞ እሸዓት ስካብ ዝምቕፃል ድማ ና ወዲ ጀበሊ ትፈልጦም ኢኹም ወዲ ጀበሊ ዝበሃሉ ና ኤርትራ ዘለዉ ኣቦ ናቶም ናብራ ንረስ መኾስ ከዓ ደይበልኩኻሰ ኢለማንካ እቴ ንእሽተያታ ድስቲ መኾስ ኣላህኒ እንድያ ናይ ግን ናይ ገዓት እያ

ገፊሕ ልቦና፣ ኣእምሮ፣ ስለ ዝኾነ እንድሕር ኣእምሮኻ ሰፊሕ ኮይኑ ጸልማት ውን ብርሃን ኮይኑ ክረኣየካ ይኽእል ብርክ እቲ ጸልማት ስለ ተዋህበካ በሃላይ እየ። ሕጂ ምናልባት ዘስተማስሉ ገለ እንድሕር ኣለዉ ከዓ ይጋገዩ ኣለዉ ንብሎም ክጸናንዑ ኣለዎም በይኖም ኣይኮኑን ዳርጋ ሰማንያ ህዝቢ ዓለምሲ ኣብ ትሑት መነባብሮ ስለ ዝነብርሲ ትሑት መነባብሮስ ነውሪ ኣይኮነን ማለት እየ። እወ እወ ከምዚ ንዓኻ ተብሂሉ ተዓደለ ዘይኮነስ ዓለም ለኻዊ ካይዳታት እዩ ማለት እየ። እዚ ግን ላዕልን ታሕትን ክህሉ ዝግብኦ እዩ ኣብ ዓለም። እወ ከሕዝነካ ዝኽእል ምናልባት ሸውሃት እዛ ቪድዮ ምዝረኩሞ እዩ ማለት ብጣዕሚ እዩ ደስ ልብል ዘተሓሳስብኦም ዘረ ለለዎ መመለካክታ ብጣዕሚ እዮም ደስ ልብሉና እዞም ሰብኣይ እዞም መመለክተና ወዲ ጀበሊ ማለት እዩ ሓንቲ ነገር ድማ ካብዚኣ ወሲደታ እያ ትብል ገፊሕ ገዛ ይኾን ይደድሊ ገፊሕ ልቦና እዩ ማለት ገፊሕ ልቦና ታሊካ ኩሉ ዳርጋ ከም ደለካ ቢስ ገፊሕ ገዛ ስለነበርካ ምንም ጥቕሚ ይብሉ እዚኣ ተማሂርና ኒና ናት እስቶ ዝድማታ ሊዮና ኣሎ ውይ በላ እሺ ኣነ ሓደ ነገር ክነግረኪ ሓደ ግዜ ሲ ኣብ መቐለ ሓደ ሰብኣይ ብዙሕ ሃፍቲ ኣለዎ ውላድ ግን ሓንቲ ጓል ጥራሕ እዩ በል ተወለ ተለሞና ኣብዩ ኣብ ጎረበቶም ከ ነዳቒ እዮም ሰብኣይ ገዛ ክራይ እዮም ላካፈሉ ልነበሩ ትሽዓንተ ቆልዑት እኒኦዎም ነዞም ሰብኣይ እዞም ሃፍታም ምስ ሰበይቶም ይማኸሩ እሞ መን ነመርዕዋ ዲያስፖራ እያ ሕሽ ተባሂሉ ይብሉ ኣይ እዛ ሰበይቲ ኣይ ዲያስፖራስ ሕደገና ኣስመጭያ እዮም ጽቡቕ ኒው ተባሂሉ ኣብቲ ሕደጊ ዶላር ኸቢሩ እዩ ኣስመጭለ ጠጠው ኢሎም እዮም ኒው ሙና ስሚንቶ ድማ ስለ ትርጉም የብሉ ኢላ ወለላ መረጹ ለከዛ ቆልዓ ካብዞም ትሽዓንተ ድኻታት እየ ፍቂራ ሓደ ፋፋትም ላተመረጽላ እሳ ግን ካብ ድኻ እያ ትፎትዮ እያ ኣቦኣ ግን ውርዴት እዮም ገይረምዎ

ገንዘብ ከይኸዲ ገንዘብ ክመጽእ እዩ እዞም ደኻ እንታይ ኢሎሞ ልገበርካ ጌርካ እዛ ቆልዓ እዚኣ ተጥኒስካያ ልገበረልካ እኒአኒ ኢሎሞ ኣጥኒሰያ እኮ እየ ሳልሳይ ወርሓ ኢሉ ዳርጋ ለቦ ኣለ ጥነስኻ ዝወደ ኢሎ ኸይዳ ኣቦይ ጠኒሰዮ ኢላ እሞ ኸማ ወይ ክሕነቕ እየ ወይ የመርዕን ክልተ ነብሲ ደመ ሒዛ ትኸተዋ ኢሉ ውሽጢ ሕሩር ሓባኣ ግን ዋላ ትውለድ ደንበይ ኣይትመርዖ ይተባል ተኣቲኩም እዩ ሎሚ ክንምርቕ እምበር ክንመርጽ ዘይተዓደልና ወለዲ። ኢሎም ሰብኣይ ውሽጡ ሕሩር መርዓ ተገይሩ ዓዲ ጓል ሱቕ ከኣ ዳስ ታይ ክብለኪ ዓዲ ወዲ ግን ዝብላዕ የለ ሸሞንተ ሰባት መርዓዊ ሒዞም መጽዮም ዲም ዲም ላበሉ ሓወቦኣ ልነደዶም ማይክ ኣልዒሎም መምጺኻትም ታይ እዩ ኢሎም ጓልኹም ወሲድና ኣብ ትሕቴኹም ንሓድር መሕደሪ ጓልና ሒዝኹም ዲኹም እወ ኣልጋ ነስርሕ ኣለና ኢሎም ኣረ ገንዘብ ኢሎም ሎሚ ዶ ገንዘብ ይበሃል እዩ ተመርሚሮም ካብ ሕማም ነፃ እዮም እሞ ጅባኹም ለዲ ነፃ ዘመኑ ውላድ ኢሉ ውድኦ ኣሎ ንምረቕ ኢና መፂና በልዓል መርዓው ተባሂሉ ዝኹላይ እንደ ኣውራቕ እኒኦ እንደ ሰብ መሕደር ጓልና ታይ ልኣክል ቕርሺ እኒኤካ ብጥራኣ እዚ የብልይ ከይብል ሓፊሩ ኣለኒ ከይብል የውልድ ቐንጭዋ እታ ቖልዓ ጎበዝ እያ ኣብ ባንኪ ሓሙሽተ ሚእቲ ሽሕ ቕርሺ ኢለ ዕልል በላ ኢሎም ዕልል ባይ ቀስ ደወሊ ልቓሕ ኮ እዩ ኡይ በላ ኡይ በላ ኢሎም ዋንኡ ሓሙሽተ ሚእቲ ሽሕ ኣብ ኣካውንት ምህላዩ እዩ እምበይስ ልቕሕ ይኹን ነባዕሉ ይኹን ብዘየገድስ ዝሓወይ ኣለኪ ሓሙሽተ ሚእቲ ሽሕ እሽሕዋት ካብዚ ምቕፃል ዝርእኩም ቪድዮ በይዛኹም ዓቕልኹም ሰብሰብ ብሉ ብፍላይ ድማ ኣዲኹም ትፈትዉ ኣዲኹም ቡና ናፍልሐት ክትርእይዋ ደስ ለኩም ሳት ተሃሊኹም ዓቕልኹም ሰብሰብ ብሉ ሕር ቢል ንዚ ቪድዮ ምስ ረኽቦ ብሓቂ ተናይደ እንታይ ልና ኣሎ ኣይ ሰይጣን ኣብ ቡና ዕግርግር ዝብል ፀላእ ኮይብሎ ስትረዩ እዚ ቪድዮ ሃመይ መሲልኩም ኣሕዋት ዝኣነኡ ቡና ተፍልሕላ ወዳ እዩ ኩዕሶ ዝጫወትሎ

ኧረ በይዛኻ ውፃእ ኧረ ግደፍ
ኣታ ሓደግ ተሕዝነካ ግን ዛና ማርያምን ኣታ ሃግደፋ ዋ
ደስ ኢልካ እዚ

እዚ እኮ ይቅርታ የብል እዩ ዝሓወይ እዚ የቕትል የባረር ካብ ገዛ ይውፅእ እዩ እንታይ ኮንካ ማለት ቡና ይትሰቲ ዋላ ሞ ክንብለካ ኢና ችግር የብሉ ግን ቡና ለይሰትለስ ንቡና ንኣብነት ቡና እናፈላሕተ ነይሩስ ተኸብር ኢኻ ዋላ ቡና ይትስተስ ዕግርግር ይግበር እዩ ገለ ትሰብረላ ቅድሚኣ ይግበርሉ ኢልካ ስፕራንክ ኣው ውፃእ። ሎሚ ናብ መቐለ መጺኤ ደብረጽዮን ይደሊ ኣለኹ እንተ ሪኢኹምዎ ክትነግሩኒ ይላበወኩም። እዚ ኢና ዝበልናኩም ክብራት ተዓዘብቲ እዚ በቃ እዛ ዓለም እዚኣሲ ልዕልቲ ኢና ሓስባ በቃ ልዕሉ ኢያ ትውንጨፍ ዘላ ንቅድሚት በቃ ትምዕብል በቃ እህባይ ኣብ በረካ እንዳተዛረቡ። እሞ ከኣ ብከማካ ትግርኛ ኣብ ከተማ እናተዛረቡ ገለ እዮም ክሰርሑ ጀሚሮም ዘለዉ በቃ ማይ ዘይሃረመ ማይ ሃሪሙ በቃ በረድ ዘይኮነ በረድ መጺኡ ኣብ ኣስመራ ኣብ ኣዲስ ኣበባ እናበሉ በቃ እዚ ሕጂ ሓሶት እዩ ሓቂ ሓቂኛ ሰብ ኣይኮነን ዝብላዕ ዘሎ ንስኻ ከ? ንዓይ ኮንኩም ነዚ በቃ ንስኻ እዚ በቃ በቃ ብምሉእ ከምስታት በቃ ኣይትእምኑ ኣታ ሓሶት እዩ ኣነ እንታይ እሞ ዝገብረኩም መንእሰያት እንድኹም ኣነ ክንደይ ግዜ ንመንእሰያት ነግረኩም ኣለኹ ኣነ በቃ ዝኾነ ዝመጽእ ከምዚ ሲ ኣይትእመኑ በቃ እዚ በቃ ብሰብ ኮፍ ኢሉ እዩ ዝሰርሖ ዘሎ እህ፣ ካብዚኣ ቀጺለ ናይ ኣንስቲ ቪድዮ ክርእየኩም እየ

በኢትዮጵያ በመጀመርያ ግዜ በረዶ ነው መጀመርያ ግዜ ነው። እሻሓት እዚ ቪድዮ ምረኹምዎ ማለት ዞም ብ AI ዝስራሑ ኣለዉ ነገራት ገለ ሎሚ ብጣዕሚ እዮም በቃ ልኾነ ሓቂ እዮም ዝመስሉኻ ዋላ ዝሂወ ኢላ ተናገረሲ ኣነ በተለይ ብሱሩ ብጣዕሚ እዮም ምስ ኦብሰስ ኮይነ ይኹ ናዩ ናርኦ ከይልውዕል ምስ ዝሂወ ምስ ኢና ንውዕል ሙሉ መዓልቲ ናቱ ቭሎግ ናርኦ ከይልውዕል ማዮም ልኾንኩም ድማ ተስፋ ይገብር እንድሕለይ ትርእዩ ተሃሊኹም በይዛኹም ጀምርዎ ናዚ ሂወ ደሎ ቭሎግ ትግርኒኡ ደስ ክለካ ዋላ እንግሊሹ ሎሚ ናብ መቐለ መጽኤ ደብረጽዮን ይደሊ ኣለኹ እንተ ሪኢኹምዎ ክትነግሩኒ ይላበወኩም።
ቀዳመይቲ ንጋዜጠኛ ጋዜጠኛ ንፍዕቲ ኢኺ ካልእ ኢንተርቪው እውን ሪኤልኪ ኣለኹ ሓንቲ ርእይቶ ከም ሓሳብ ግን እሱ ከምኡ እንዳበለ ከሎ ክትስሕቂ ገለ ጽቡቕ ኣይኮነን ኣትሊስት እንታይ ድዩ ወገን ከይሓዝኪ ነቲ ናቱ ኢንተርቪው ምሽ ተወድእዮ ሽዑ ጽባሕ ንግሆኡ ከኣ ንዓኣ ጸዊዕኺ ከምዚ ዝተባህለ ሓቂ ድዩ ኢልኪ ንዓኣ እውን ክተምጽያ ትኽእሊ ኢኺ እንተ እሱ ብዝብሎ ዘሎ ትስሕቂ ኮንኪ ወይ ተመሲጥኪ ከምዚ ጽቡቕ ዛንታ ዝነግረኪ ዘሎ ትርእዮ እንተለኺ ግን ጽባሕ ንግሆ ንዓኣ ንኢንተርቪው ዓዲምክያ እምቢ ክትብለኪ ትኽእል እያ ምክንያቱ ብዛዕባ እንዳ ትዛረበ ትስሕቂ ስቂልኪ ስለ ትሰምዒ ዘለኺ ማለት እዩ ስለዚ ጋዜጠኛታት ንጋዜጠኛታት ደኣ ክመክር ጀሚሩ ዘይዓቕሙ ከይትብሉኒ እምበር ብሓፈሻ ከምዚ ከምዚ ነገራት ብፍላይ ተጠንቂቕና ክንኣልዮ ይግባኣና እዩ ሓንቲ ጓል ኣንስተይቲ ብዛዕባ ካልእ ብዛዕባ ህብብቲ ደራፊት ከምዚ ዓይነት ኢንተርቪው እናተዛረበ ኣይ ጌጋ እዩ ኦኬ ክቡራት ተዓዘብቲ ሕጂ እታ ኣከዳድና ኣበላልዓ ኣገለ ኩሉ ሓንቲ ዙሪያ ኔራ ኣነ እየ ምሂረያ እየ ዝብሉ ዘሎ እንታይ እሞ ማለት ሓዳር ትክዎ ክቡራት ተዓዘብቲ ኩሉ ነቂሑ ዝኣትዎ ኣይኮነን ፍቅሪ እኮ ኩሉ ነቂሑ ዝኣትዎ ኣይኮነን እቲ መላላ እኳ እዩ ክንደይ ደቂ ኣንስትዮ ወላ ሓንቲ ዘይንፈልጥ ዝነበርና ዝቀይራና እኮ ኣለዋ ክንደይ ወላ ሓንቲ ኣከዳድናና ዘይነበረ ኣከዳድናና ዘዕርያና እኮ ኣለዋ ንስኻ ከኣ ክትዕርያ ትኽእል ኢኻ። ኣከዳድና ዝብል ዘለኹ መብዛሕትኤን ደቂ ኣንስትዮ እየን ንወዲ ኣከዳድና ኣብ ሓዳር ምስ ኣትዋ ክመኽርኦ ከምዚ ተኸደን ከምዚ ተኸደን ክብልኦ ይኽእላ ማለት እዩ። እንተ እሳ ደይትኽእል ኮይና ወይ ገለ ግድን። እሺ ኣሕዋት እዚ ቪድዮ ምሰማዕኩምዎ እዩ ማለት ሓቁ እዩ ነሽነሽ ኣብ ኢንተርቪው ሓደ ኢንተርቪው ትገብር ተለኻስ ንሓደ ወገን ሒዝኻ ወይ ንሓደ ወገን ሒዝኻ ክኾን የብሉ ኢለ ሓስብ ማለት ነፃ ኮንካ ከም ተመልካቲ ኮይንካ ኢኻ ትሰምዖ ዘለካ ከምዚ ዝሓሰበ እዩ ከምዚ ዝተዛረበ ይባ ንቐፅል ሓደ ግዜ ኣብ ሓደ እንዳ ፅሉላት ሕክምና ክልተ ዕሩኽ ጃናታት ነይሩ ሕጂ እዞም ክልተ ጃናታት እንታይ ገብሩ ናብቲ ቤት ፅሕፈት ናይቲ ሕክምና ከይዶም ንሓደ ዶክተር እንታይ ይብሉ ንሕና ሒሽና ስለ ዘሎ ሓዊና ስለ ዘለና በጃኻ ካብዚ ሕክምና ኣውፀና ይብሉ እቲ ዶክተር ትቕብል ኣቢሉ እንታይ ይብሎም ኦኬ ክንውፃኩም እንተኮይና ክንፍትነኩም ኣለና ፈቲና ክንውፃኩም ኢና ብሎም በቃ ፈትነና ድላይካ ንሕና ሓዊና ኢና ገብርዎ ኦኬ ኢሉ ነቲ ሓደ ገንዘብ ሂቦ እንታይ ኢልዎ ስኻ ዓዳጋይ ኢኻ ኣብዚ ድኳን ኣቲኻ ደስ ዝብለካ ገዚእኻ ውፃእ ኢልዎ ነቲ ሓደ እንታይ ገይሮ ሸቃጣይ ብውሽጢ እቲ ድኳን ገይሮ ማለት እዩ እቲ ዓዳጋይ እንታይ ገብር ገንዘብ ሒዙ ትኸይዱ ናብታ ድኳን ኣቱ እትው ኢሉ ድንሽ ኣሎ ድዩ ኢልዎ ሕዚ እቲ ብውሽጢ ዘሎ ጃናይ እቲ ብደገ ድዕድግ ዘሎ ከዓ ጃናይ ዶክተር ከዓ ኣብታ ጎኖም እዩ ዘሎ እወ ኣሎ ድንሽ ኢልዎ ሊትሮ ድንሽ በል ሃበኒ ኢሉ ሕጂ እቲ ብውሽጢ ነበረ ሰሓቅ ስሒቁ ገለ ስቂለ ድንሽ ኣሎ ኢለካ እምበር የለን ኢሉ ሰጊብዎ ሽዑቲ ዶክተር ከይዱ ነቲ ብደገ ንብረት ኢልዎ ኦኬ ስኻ ኣይሓሸካን ደሎ ክጸኒሕ ኢኻ ብዚ ሕክምና ምክንያቱ ድንሽ ሊትሮ ሃበኒ ኣይበሃል ኪሎ ሃበኒ ክልተ ኪሎ ሃበኒ እዩ ዝበሃል ስለዚ ኣይሓሸካን ክጸኒሕ ኢኻ ኢልዎ ናብቲ ሓደ ከይዱ እንታይ ኢልዎ ከመይ ጌርካ ዳ ፈሊጥካያ ዳ ሊትሮ ድንሽ ከም ደይበሃል ከመይ ካ ስዒርካዮ ገለ ተብሎ ስታይ ኢልዎ መትሓዚ ጥርሙዝ ደየምፀስ ሊትሮ ድንሽ ይብለኒ ኢልዎ ክላ ክልቴኹም ጽንሑ ኢሉ መሊስዎም ይብለኩም ወይዘሮ ባህር ዛፍ ምናልባት ከይትጸልዮ ዳኣ እምበር እዞም ተኸታተልትና ክስሕቁ እዮም ዝደልዩ ክዛናግዑ ደልዩ እዮም ሃቆም። እስኪ እዛ ናይ ፓስታ ሓደ እዋን ዘጋጠመትኪ ዘዕለልክና እስኪ ኣካፍልዮም እስኪ ነዞም ተኸታተልትና። ሓደ ግዜ ንኦሮታ ይኸይድ ሕክምና ኣሎራ ካብ ንጉሆ ከይበላዕኺ ምጺ እሞ መርመራ ክንገብር እብሉኒ። እወ።
ኣንቺ ምስ ጓለይ ኮይና ኣሎራ ቅድሚ ምካድና ስጎ ንስራሕ እሞ እብላ ምጺኢና ፓስታ ንብስል እብላ ሃራይ ተባሂልና ኣብቲ ሕክምና ኣቲና ፕሮፈሶረ እዩ ድርኤኒ ነይሩ ኣሎራ ቬርሶ ለ ሴተ ኢሜጃ ሆን ምሸት ንወጽእ ክንወጽእ ከለና ሓንቲ ኬስ ኮላ ብኣ ስብዚኣ ፓስታ ክንጠይማ እትው ተበልና

ደሓር ምስ በሰለ ትኽ ክብል እዩ ኢላትኒ ሸ ኣነ በቃ ክመውት ደለ ብሰሓቅ ሸ ተኮይነ ኣደኺ ኢላታ ደሓን ከምኡ እዩ ድገብራ ኢላታ ኣነ እሞ ጋይስ ሎሚ ዓለም ለኻዊ ኮመንታተር ምዃነይ ኣፍሊጠ ኣለኹ ፍልይ ብዝበለ ዝተፈላለዩ ቋንቋታት ኮመንት ሒዘልኩም መፅየ ኣለኹ እታ እሺ። ቪድዮ መራእይዋ ኮመንት ከንብበልኩም እየ ሕጊ ሙሴ ተኸተል ስድራ ቤት

ኣነሲ ክሳብ መወዳእታ ንዕኡርህ ትውሕጦ እንዳበልኩ ክጽበ ጸኒሐ ይብለና። ኢል ዲዮት ትረ ኤን ትሬን ዲሲ ተምባንክንችር ሲዋሲ ማናማ ባዮሎጊ ክዋ እዋይ ዘይምፍላጥ ሕሱም ሓደ ሰብ ከይሰሓቀ። ኣብ ዓድና ሲ ብዙሓት ከምዚ ዓይነት ባዮሎጂ ዘየጽንዓን እንስሳታት ኣለዋ ኢሉ ዘሎ። ሕደግ ትውልና ኣይትህሉ ዝሓወይ ትዕፍነና ኣይትህሉ ሕደግ።
ያኣኒ ፊ ሕሳባት በይነሁም። ኣዞ በጊዕ ሌቡ ሽኑ እዚ ቆልዓ ሲ ኣጠማምትኡ። ኣሸሓት ምስ ተርጎምካልና ስሒቅና ኢና ዝሓወይ ግን ሓሸኻ ተምካ በቃ ናይ መወዳእታ ናይ ትዕፍነና ኣለኻ ተነርካ ጌጋ እዩ እዚ ጌጋ እዩ ስልኻ ጋሃጭምካና ሓፍቲ ዛሰረንዳን ምዕጻው ኣባ ትሕግዚ ዋጋ ጽገም የለን ክትሓባበረከ ዋጋ ናይ እንታይ ማለት እዩ ዝብለኪ ዘለኹ እዛ ሰረንዳ ንክዓፅዋስ ክትሕግዝኒ እየ ደለ ፀገም የብሎ እኽለ ምስልን ውይ በስመ አብ ውይ ሰራ እንዳኩ ከብድ መዓት እያ
ዋይ ቴንኪዩ ከመይ ተሸጊረ ፀኒሐ መስለኪ ገንዘብካ መዓረይ ገንዘብ ትካል ዳናትካ ድዩ ኖ ኖ ናተይ ኣይኮነን ናይ ኣቦይ

ሕጂ ግን መሲሉ ማለት ገዛ ዘይብጽሓኪ እወይ ኣንስ ንሽ ሸቆላ ኣላትኒ እንታይ ደ ክትሰርሒ
እሺ ኣሕዋት እዛ ቪድዮ ነይኹም ከይቋሪፀያ ማለት ኣብ ቲክቶክ ከማ ተቆሪፀ ኣይረኸበያ ክትሪእዋ ትደልዩ ሰባት ተሃሊኹም ድማ ኣርእስቲ ትፈልጦ ሰባት ተሃሊኹም ንገርዎም ክርእዋ ዝደልዩ ኣሕዋትና ስለዘለዉ ኣብ ኮመንት ኣርእስታ ንገርዎም ኣትዮም ይርእዋ ካፓ ሓፍተይ ዳኒ ኣበይ ኣሎ ተገዲስ ክመልስለይ ናይ ሓንቲ ሰብ ወኪለ እየ ዛሕቶ ምፅልኩም ዘለኹ ማለት ናይ መብዛሕትኹም ሕቶ ልዕሊ ሚእትን ገለን ሕቶ እዛ ሕቶ እዚኣ ስለ ዝነበረት ናይ ኩላትኩም ወኪል እየ ናይ ሳሮን ሕቶ ኣምፅያ ዳነይ ኣብዚ ሰዓት እዚ ኣብ ኣዲስ ኣበባ የለን ድሕሪ እቲ ናይ ምእሳር ግዜ ንኤርትራ ከም ዝተመልሰ እየ ዝፈልጥ ክሳብዛ ሰዓት እዚኣ ከዓ ዝኾነ ዳሃይ የብለይን እቲ ንዓይ ከቢድ ዝገብሮ ነገር ከኣ ክሳብ ሕጂ ወላ ሓንቲ ደሃይ ዘይምህላዉ እዩ። ንኹላትኩም ተጨኒቕኩም ብዛዕባኡ ትሓቱኒ ከኣ ግዴታ እዚ መልሲ እዚ ክምልሰልኩም ስለ ዘለኒ እዩ። እሺ ኣሕዋትና ሎማዓንቲ ዱና ነዚ ይመስል ነይሩ ክሳብ ዝረኹም ሳት ሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቀጻሊ ብኻሊ ቪድዮ ክሳብ ንራኸብ ብዘለኹም ሰላም ኩንለይ ይመችኹም ሰሰናይ ንዓኹም